ሰላም ሰላም ሰላም ክቡራት ተኸታተልቲ ሓበን ቤት ናይ ኤርትራ ከመይ ትኾኑ ኣነ እግዚኣብሔር ይመስገን ሰላም ኣለኹ ንስኹምን ኣብ ዘለኹሞ ሰላም ክትሉ በዓሉ ምሉእ ተስፋ እየ ማለት እዩ ኦኬ እምበር ንሎማዓንቲ ኣገዳሲ ጉዳይ ሒዘልኩም መፅእ ዘለኹ ማለት እዩ ንሱ ድማ እዚ ወፅዩ ዘሎ ምፍዃሳት ናይዚ ሕጊ ኮረና ማለት እዩ ንሱ ሒዘልኩም መፅ ኣለኹ ሰናይ ምክታል ማለት እዩ ሓደ ቁርባት ሕግታት እየን ወፅን ዘለዋ እንታይ እየን ንሰን ክንርእየና ማለት እዩ ሰናይ ምክታል ኦኬ እምበኣር ካብ ረቡዕ ዕለት 28 ሚያዝያ ጀሚሩ እዩ እቲ እዚ ምቅላላት ተገይሩ ዘሎ ካብ ረቡዕ ለ 28 ሚያዝያ ማለት እዩ ጀሚሩ እዩ ምቅላላት ተገይሩ ዘሎ ማለት እዩ ቀዳማይ እንታይ እዩ መወዳእታ እቲ ናይ ሰዓት ግዳቤ ማለት እዩ ካብ ሰዓት ዓሰርተ ንዮም ምውፃእ ኣይፍቀድ ነይሩ ካብ ሰዓት ትሽዓተ ንዮም ምውፃእ ኣይፍቀድ ነይሩ ምሽ ሕጂ ንሱ ንሱ ሕጂ ተገዲፉ ኣሎ ማለት እዩ። ንሱ ካብ መኣስ እዩ ተገዲፉ ዘሎ ማለት እዩ? ካብ ዕለት 28 ሚያዝያ ሰዓት 4 ፈረቓን ናይ ለይቲ ማለት እዩ እቲ ናይ ሰዓት እገዳ ተገዲፉ ኣሎ ማለት እዩ። ካብ ዕለት 28 ሚያዝያ ካብ ሰዓት 4 ፈረቓን እቲ ናይ ሰዓት እገዳ ክግደፍ እዩ ማለት እዩ። ዕለት 27 ናይ ለይቲ 4 ፈረቓን ንሸሎ ናይ ለይቲ 4 ፈረቓን ካብኡ ንኔው ረቡዕ ዕስራን ሸሞንተን እንተ ኮይኑ ተወዲኡ ኣሎ በቃ ካብኡ እንዮ ተገዲፉ ኣሎ ማለት እዩ ዕለት ዕስራን ሸውዓተን ኣርባዕተን ፈረቓን እንተ ኮይኑ ካብኡ እንየው ይፍቀረካ እዩ ማለት እዩ ረቡዕ ኮይኑ ዶ ኦረዲ ማለት እዩ ካብ ዕለት ዕስራን ሸሞንተን ንኔው ዘሎ እቲ ናይ ሰዓት እገዳ ተገዲፉ ኣሎ ካብ ሰዓት ዓሰርተ እንዮ ከም ድላይካ ክትወፅእ ትኽእልካ ማለት እዩ ካልኣይ ድማ ንክልተ ሰባት ናብ ገዛና ንክበፅሑ ተፈቒድሎም ኣሎ ማለት እዩ ኣብ መዓልቲ እንተለዓለ ክልተ ሰባት ክበፅሑካ ይኽእል እዩ ዝብ ዘሎ ሓደ እንተኮይኑ ዝበለፀ እንተ በዚሖም ድማ ክልተ ሰባት ጥራይ ክበፅሑካ ይኽእሉ ማለት እዩ እዚኦም ክልተ ሰባት ንብሎም ዘለና ብዓመኒም ዓበይቲ ሰባት እንተ ኮይኖም እዩ ቆልዑ እንተ ኮይኖም ብዘይ ወላሓን ፀገም የለን ማለት እዩ ክማልእዎም ወይም ክኸዱ ይኽእሉ እዮም ኣይቁፀሩን እዮም ንሶም ማለት እዩ ኣብ መዓልቲ ድማ ሓንሳብ ናብ ሰባት ክንበፅሕ ይፍቀደና ማለት እዩ ወይ ንፈትን ማለት እዩ ሓደ መዓልቲ ጥራይ ማለት እዩ ብዘይካ እዚ ድማ ኣብ ሰሙን ኣብ ውሽጢ ሰሙን ርክብ ምስ ዝተፈላለዩ ሰባት ደረት ክንገብረሉ ኣለና ማለት እዩ ሲና ቀፃሊ ክንራኸብ ዘይኮነስ ስሕስሕ ድና ተራኸብና ተመራፂ ይኸውን ማለት እዩ ኣብ ሰሙን ማለት እዩ ናብ ዝኾነ ክትኣቱ ከለካ ገዛ ማለት እዩ ክትበፅሕ ኢልካ እንተ ከድካ ዝኾነ ነገር ማለት እዩ ክትኣቱ ከለካ ወትሩ እዳውካ ክትሕፀብ ኣለካ ማለት እዩ ኣብ ውሽጢ ድማ ምስ ኣተና ድማ ርሕቀትና ክንሕሎ ክንክእል ኣለና ማለት እዩ ሓደ ነጥቢ ሓሙሽተ ሜትሮ ርሕቀትና ክንሕሎ ክንክእል ኣለና ማለት እዩ ኦኬ ይርዳእኩም ክህሉ ተስፋ ይገብር ሳልሳይ ድማ ዛላታት ተኸፊቱ ኣሎ ማለት እዩ ናይ እንዳ መግብታት እዚ እኳ ነቶም እንዳ መግቢ ዘለዎም እዩ ዘገድስ ግን ንክንፈልጦ ንምባል እዩ ማለት እዩ እቶም ናይ ቤት መግብታት ዛላታት ማለት እዩ እዚ ማለት እንታይ ማለት እዩ እቲ ኣብ ደገ ምሸሎ እንዳ መግቢ ምሸሎ ሕጂ ኣብ ደገ ኮፍ ኢልካ ትበልዕ ወይ ትሰቲ ትእዝዝ ማለት እዩ ንሱ እቲ ኣብ ደገ ዘሎ ኮፍ መበሊ ንሱ ሕጂ ካብ ፋርስ ክሳብ ሰዓት ሽዱሽተ ክኽፈት ተፈቒዱ ኣሎ ማለት እዩ ካብ ዕለት 28 ሚያዝያ እዚኦም ሕጂ ሓምሳ ጋሽ ክቕበሉ የፍቀዶም እዩ ቀዋሚ ኮፍ መበሊ ክህልወካ ኣለዎ ማለት እዩ ኩሉ ማለት እዩ ኣብ ሓደ ጣውላ ድማ ሓንቲ ስድራ እንተ ኮይና ኣብቲ እንዳሻ ከይዶም ዘለዉ ኣብ ሓደ ስድራ እንተ ኮይኖም ወይ ካብ ዓሰርተ ክልተ ዕድመኦም እንተ ኮይኖም ቆልዑ እንተ ኮይኖም ኣብ ሓደ ጣውላ ኮፍ ክብሉ ይፍቀደሎም እዩ እንድሕር ደኣ ስድራ ቤት ዘይኮይኖም ግን ኩሉ ግዜ ርሕቐትና ርሕቐትካ ምሕላው ርሕቐትካ ትሕሉ ኣለካ ማለት እዩ ከምኡ እውን እንድሕር ኣብኡ ከይድካ ገንዘብ ኣብ ውሽጢ ኣቲኻ ክትከፍል ይፍቀደካ እዩ ማለት እዩ እቲ ገንዘብ ምስ በላዕካ ምሰተ ካብ ደገ ናብ ውሽጢ ኣቲኻ ክትከፍል ትኽእልካ ማለት እዩ ናብ ሸቃ ክትከይድ ይፍቀደካ እዩ ማለት እዩ ክዳን ክትሰቅል እውን ክዳንካ ጃኬት ትረኣሃሊካ ንኣብነት ክትሰቅል ይፍቀደካ እዩ ኣብ ውሽጢ ማለት እዩ ኣብ ውሽጢ ክትከይ ኮለኻ ግን ክትከፍል ድዩ ናብ ሸቓቕ ድዩ ክዳንካ ክትሰቅል ናይ ግድን ማስክ ክትገብር ኣለካ ማለት እዩ ሙንድካፔ ክትገብር ክትክል ኣለካ ናይ ግዴታ እዩ እዚ ማለት እዩ ኦኬ ናብ ራብዓይ ንቐፅል ድኳናትን ዕዳጋታትን እውን ተኸፊቱ ኣሎ ማለት እዩ ድኳናት ዕዳጋታት ተኸፊቶም ኣለዉ ማለት እዩ ኩሎ ድኳናት ብዘይ ቆፀራ ዓማዊል ክቕበሉ ተፈቒድሎም ኣሎ ኩሎም ድኳናት ዘበሉ ኩሎም ብዘይ ቆጸራ ቆጸራ ንገብር ነርና ምሽ ክንዚ ክንዚ ንብል ነርና ሕጂ ግን ቆጸራ ኣብ ዘየድልየና ዓማዊሎም ክቕበሉ ተፈቒድሎም ኣሎ ከም ድላይና ክንከይድ ንኽእል ኢና ማለት እዩ ካብ ዕለት 28 እዩ ዝግን ኩሉ ይኹን እምበር ካብኡ ናብኡ ካብ ድኳን ናብ ድኳን ይፈላለዩ ከም ድኳን ናብ ድኳን ዝብል ዘለኹ ድኳናት ምስ ኣለዉ እንዳ ክዳውንቲ ገለ እንዳ ክዳውንቲ ገለመለ ዝኣመሰሉ ብዙሓት ኣድላይቲ ዘይኮኑ ብዙሕ ማለት እዩ ካብ ሰዓት ሽዱሽተ ክሳብ ሰዓት ሸሞንተ እዩ ዝኽፈቱ ማለት እዩ ካብ ሰዓት ሽዱሽተ ናይ ንግሆ ካብ ሰዓት ሸሞንተ ናይ ምሸት ክኽፈት ተፈቒድሎም ኣሎ ማለት እዩ ነስተውዕል ኣብዚ ግን ካብ ሱፐር ማርኬት ተደኣ ኮይኑ ከም በዓል ሱፐር ማርኬት ዝኣመሰሉ ኣድለይቲ ድኳናት ተደኣ ኮይኑ ግን ኣብቲ ልሙድ ግዜአን ከም ብሓድሽ ክኸፍታ ተፈቒድለን ኣሎ ማለት እዩ እዚ ማለት ቅድሚ ኮረና ከይመፀ ከሎ ከም ድላየን ይኸፍታ ይዓፅዋ ነረ ኣብቲ ግዜ ሱ ንጥቀማሉ ነበራ ግዜ ሕጂ እውን ከምኡ ከምቲ ልሙደን ከምቲ ዝገብሮ ነበራ ክገብራ ተፈቂድለን ኣሎ ማለት እዩ ክኸፍትኦ ተፈቂድለን ኣሎ ማለት እዩ ኣብ ድኳናት ክንኣቱ ከለና ግን ናይ ግድን ማስክ ኢና ክንገብር ኣለና ማለት እዩ ብዘይ ቆፀራ ዳኣሉ ተፈቂድና ዘሎ እምበር ብዘይ ቆፀራ ክንከይድ ተፈቕድና ዘሎ እምበር ማስክ ኩሉ ግዜ ግዴታ እዩ ማለት እዩ ብዙሕ ሰብ ስለ ዝእከብዎ ማለት እዩ ሓምሸይቲ ድማ ዝለዓለ ናይ ቤት ትምህርቲ ድማ ኣብ ሰሙን ሓደ መዓልቲ ተፈቂዱልና ኣሎ ማለት እዩ ካብ ሰኑዕ 26 ሚያዝያ እዩ ማለት እዚ ኣብ ዩኒቨርሲቲ ድዩ ኣብ ካልኣይ ደረጃ ኣብ ቤት ትምህርትታት ድዩ ኣብ ሰሙን ሓደ መዓልቲ ንክመሃሩ ኣብ ቤት ትምህርቲ ክኸዱ ተፈቒድሎም ኣሎ ማለት እዩ ርሕቐት ካብ ምሕላው ኩሉ ግዜ እዚ ኣብ ቦትኡ ኮይኑ ማለት እዩ ወላ እውን ማስክ እውን እንድሕር ትንቀሳቐስ ሃሊኻ ናይ ግድን ኣድላዩ ማለት እዩ ሻድሻይ ድማ ምርመራ ናይ መምርሒ ፍቓድ ይከኣል እዩ ኢሎም ኣለዉ ማለት እዩ ፍቓድ ምምራሕ መኪና ድዩ ብሓፈሻ ናይ ምርመራ ምሽሎ ናይ መምርሒ ፍቓራት ፍቑድ ኮይኑሎ ማለት እዩ ምርመራት ከብ ተደኣኹንካ ናይ ዝኾነ ተሽከርከርቲ ማለት እዩ ፍቓድ ተፈቒዱሎ ኮይኑ ወይ ከዓ ፍቑድ ኮይኑሎ ማለት እዩ ሻውዓይ ድማ ቀብሪ እዩ ቀባሮ ማለት እዩ እቶም ዝለዓለ ቁፅሪ እቶም ኣብ ቀብሪ ዝእከቡ ሰባት ናብ ምእቲ ክበፅሑ ተገይሩሎ ማለት እዩ ምእቲ ሰባት ክቐብሩ ይፍቀዶም እዩ ካብ ዕለት 28 ሚያዝያ ዝመፅ ዘሎ ረቡዕ ማለት እዩ ካብ 28 ሚያዝያ ኩሉ ግዜ እዚ እዚ ዝዛረቦ ፅናሕኹ ሕግታት ተፋኺሱ ወይ ተቐይሩሎ ማለት እዩ ኣብዚ ክብሎ ዝደለ ግን እንታይ እዩ እዳውና ኩሉ ግዜ ክንሕፀብ ኩን ኣለና ባዕሎም ዝብሉ ዝበልዎ እዮም ዝፅሓፍዎ እዩ ኣብቲ ናቶም ዋብሳይት ኣብ ገዛ ብትኸኣለ መጠን ድማ ምቕማጥ ወይ ናብ ደገ ቀፃሊ ዘይምውፃእ ማለት እዩ ስኢልካ ዘይድል ተደኣ ኮይኑ ካብ ምውፃእስ ንቆጠብ ማለት እዩ ወይ ከዓ ኮፍ ንበል ርሕቀትና ድማ ምሕላዊ ርሕቀትና ኩሉ ግዜ ክንክሕሉ ኣለና እንተኸኣለስ ብተኸኣለና መጠን ክንሕሉ ኣለና ማለት እዩ ርሕቀትና ኩሉ ግዜ ምስ ሰባት እንድሕር ኣምላና እኩባት ተደኣ ኮይኖም ርሕቐትና ክንሕሉ ኣለና ኣብ ገዛና እንተኮይኑ እዚ ኣይብልን እዩ ኢድና ክንሕፀብ እንድሕር ኣብ ደገ ፀኒሕና ናብ ገዛ ኣቲና ናብ ገዛና ኣቲና እዚ ክንሕፀብ ኣለና ማለት እዩ ንድሕነትና ኣብ ገዛና ግን ነንሕድና ክንረሓሓቅ ግን እንተተገይሩ ዝበለፀ እዩ ግን ብሓደ ስለትነብር ፀገም ዘለዎ ኣይኮነን ማለት እዩ መርመራ ድማ ክንገብራ ንክእል ኣለና እንድሕር ምልክታት ተሰሚዑና ውላ ሓንቲ ደው ኢልና ወይ እቲ ከምቲ ዝግበር ጌርና ማለት እዩ ምልክታት ተሰሚዑና ኢልና ክንምርመር ክንክእል ኣለና ማለት እዩ እዞም እቶም ምልክታት ምልክታት ናይ ኮሮና ስለ ንፈልጦም ንሶም እንድሕር ተሰሚዖምና ደው ኢልና ክንምርመር ክንክእል ኣለና ማለት እዩ እንታይ ሒዙና ዘሎ ድማ ንክንፈልጥ ማለት እዩ ኦኬ እምበኣር ክቡራት ተኸታተልቲ ሓበን ቤትና ናይ ሎማዓንቲ ቪድዮይ ነዚኣ እያ ትመስል ነይራ ማለት እዩ ተረዲኡኩም ክኸውን ተስፋ ገብር ንፁር ኮይኑ ክኸውን ተስፋ ገብር ማለት እዩ ኣብ ዝመፅእ ቪድዮ ብካልእ ብትምህርቲ ማለት እዩ ክንራኸብ ኢና ተስፋ ገብር ድማ ተረዲኡኩም ክኸውን ሕጂ እምበኣር ሰሰናይ ብሩኽ መዓልቲ ቻው